ሰላም ሰላም ሰላም ክቡራት ኣሕዋት ተኸታተልቲ ጠቓሚ ሜድያ ሎመዓልቲ ምሳኻትኩም ዘለኹውን ተስፎም እየ ብዛዕባ እዚ መፅኡ ዘሎ ሓድሽ ምዕባለታት ናይ ኮቪድ 19 ሕጂ ድማ ብሓድሽ ስም ብሓድሽ መልክዕ ክምዕብል ጀሚሩ ዘሎ ብዛዕባ ክዛረብ መፅእ ዘለኹ ከምቲ ኩላትና ክንሰምዖ ዝቐነና ኣብ ኣብዘን ኣብ ኢሮፓ ኣትዩ ከም ዘሎ ሰሚዕና ኣለና። ኣብ ሽወደን ውን ካብ ዕለት ዕስራን ትሽዓተን ኖቨምበር ኣብ ስኮነ ዝብሃል ከባቢ ናይ ሽወደን ካብ ደቡብ ኣፍሪቃ ዝመጸ ሓደ ሰብ ሓደ ገያሻይ እቲ ሓድሽ ዓይነት ቫይረስ ሒዙ ከም ዝጸንሐ ተረኺቡ። ሚኒስትሪ ጥዕና ናይ ሽወደን ከኣ ሓድሽ ሪኮመንደሽን ክህብ ጀሚሩ ኣሎ። ንሱ ከኣ እንታይ ዝብል ካብ ሓምሳ ዓመት ንታሕቲ ዝኾነ ዕድሚኦም እዞም ካብ ትሕቲ ሓምሳ ዓመት ዝኾኑ ሰባት ንክክተቡ ሓድሽ ዝኾነ ኢንካረጅመንት ወይ ከዓ ምትብባዕ ሪኮመንደሽን ገይሩ ኣሎ ማለት እዩ። ካልእ ከዓኒ ካብ ደቡብ ኣፍሪካ ዝመፁ ገያሾ ኣብ ውሽጢ ሓሙሽተ መዓልቲ ካልኣይ ግዘ ቴስት ክገብሩ ናይ ኮቪድ ቴስት ክገብሩ ንሸውዓተ መዓልታት ከዓ ኣብ ገዝኦም ተዓፅዮም ክፀንሑ ሓድሽ ሪኮመንደሽን ካብ ሚኒስትሪ ጥዕና ናይ ሽወደን ወፂኡ ኣሎ ማለት እዩ። ተወሳኺ ሚኒስትሪ ጥዕና ናይ ሽወደን እንታይ ይብል እዚ ናይ ገፅ ማስክ ምግባር ኣይነቋርጽ ንቐጽሎ ብዝተኻለ መጠን ፓብሊክ ትራንስፖርት ነወግድ ዝከኣል ተደኣ ኮይኑ ብናትና ውልቃዊ ዝኾነ ትራንስፖርት ከም ብሽግለታ ከም ብእግርኻ ብናትካ መኪና ክንገብሮ ከም ዘለና ድማ የተባብዕ ማለት እዩ ኣብ ብዙሕ እኩብ ሰባት ንኸይንኣቱ ከኣ ወይ ከኣ ከነወግድ ማለት እዩ ከኣ ሪኮመንደሽን ይህብ ሚኒስትሪ ጥዕና ናይ ሽወደን ተወሳኺ ሚኒስትሪ ጥዕና ናይ ሽወደን ከም ዝሓበሮ ካብ ደቡብ ኣፍሪካ ዝመፁ ገያሾ ፍሉይ ዝኾነ ቴስት፣ ምቁፅፃር፣ ክግበረሎም ከምዝኽእል ድማ ኣሚቱ ኣሎ ማለት እዩ። ካልእ ተወሳኺ እቲ ዝነበረ ናይ ሎክዳውን ዝሓለፈ ዝነበረ ሕጂ እውን ናብኡ ክንምለስ ተኽእሎታት ከምዘለና ሚኒስትሪ ጥዕና ናይ ሽወደን ከኣ ኣኣንፊቱ ኣሎ። ሕጂ እንተዘይኾነ ኣብ ዝመፅእ ዘሎ ሰሙን ኣብ ዝመፅእ ዘሎ ወርሒ ናብቲ ናይ ቐደም ዝነበረ ስትሪክት ዝኾነ ሜዠርስ ወይ ከኣ ስትሪክት ዝኾነ ሪኮመንደሽንስ ክንምለስ ዘለና ተኽእሎታት ከኣ ገሊጾም ኣለዉ ማለት እዮም። ካብዚ ሓድሽ ሓበሬታ እዚ ንሕና እንታይ ኢና ንወስድ? ንዓና ዝጠቅም ነገር እንታይ ኣሎ? ወይ ከኣ ክንገብሮ ዝግብኣና ነገር እንታይ እዩ? ንዝብል ንሕና ኩሉ ግዜ ክንጥንቀቕ ይግብኣና እዩ። ከከም ኣገዳስነቱ ማለት እዩ። ምናዳ ምናዳ ዝከኣል ተዳኾይኑ ኣብ ሽወደን ዘለና ሰባት ብዛዕባ ኣብ ሽወደን ዘለና ስለ ዝዛረብ ዘለዎ ኣብ ኩሉ ኤሮፓ እውን ድሮ ክከላቐል ጀሚሩ ኣሎ እዚ ኡሚክሩን እዮም ኢሎሞ ዘሎ እዚ ሓድሽ ቫይረስ ለዚ ቫይረስ መን ምዃንካ ስለ ዘየገድሶ ክንጥንቀቕ ይግብኣና እዩ ኣብ ብዝሒ ሰብ ዘለዎ ብዙሕ ዘይምእታው ዲስታንስ ናትና ርሕቐትና ሓሊና ምስ ሰባት ክንራኸብ ከለና ርሕቐትና ሓሊና ክንንቀሳቐስን ክንዛረብን ከም ዘለና ብዛዕባ ቫይረስ ዘለና ብዛዕባ እቲ ቫይረስ ዘለና ኣፍልጦ ኸኒ ክብርኽ ክዓቢ ከም ዘለዎ ሕማም ቀሊል ኣይኮነን ሰብ ዝሓመመ ምናዳ ኣነ ባዕለይ ብዙሓት ሰባት ኣዝዮም ዝተወፅዑ በዚ ቫይረስ እዚ ሓሚሞም ብዙሕ ዝኸበዶም ሰባት ስለ ዝርኣኹ ኣዚና ኣዚና ሸለል ክንብሎን ከነቃልሎን ኣይግብኣናን እዩ። ቀሊል ዓይነት ሕማም ኣይኮነን። ስለዚ ኣቐዲምና ከም ስድራና ዝብሎ ካብ ሓይምካ ሕክምና ተኸላኺልካ ጥዕና ከም ዝበሃል ኣዚና ክንጥንቀቕ ከም ዘለና ኣነ ከዓ ከተባብዓኩም ዝደሊ ካልእ ከዓ መገሻ እንተ ንሓስብ ኣሊና ከምቲ ሚኒስትር ጥዕና ናይ ሽወደን ዝበሎ ናብቲ ስትሪክት ዝኾነ መዠርመንትስ ናብቲ ሎክዳውን ገጽና ክንከይድ ስለ ንኽእል መገሻ ንሓስብ ዘለና ሰባት ከኣ ነዚ ኣብ ግምት እቲና መደባትና ክንሰርዕ ጽቡቕ እዩ። ምኽንያቱ ናብ ዘይተደልየ ክሳራ ናብ ዘይተደልየ መደባትካ ምፍራስ መታን ከይኸውን ኣቐዲምና ብዛዕባ እዚ ፈሊጥና ብዛዕባ እዚ ነቒሕና መደባትና ከኣ ምስኡ ኣወሃሂድና ክንሰርዕን ከነዳሉን ከም ዘለና ከኣ ከዘኻኽረኩም ደስ ይብለኒ። ኣብ መወዳእታ ክብሎ ዝደሊ ኩሉ ግዜ ከዘክረኩም ዝደሊ ከኣ ኩልኻትኩም እቲ ጠቓሚ ሜድያ ኩሉ ሰብ ጠቓሚ ምዃኑ ስለ ዝኣምን ኣዚኹም ኣዚኹም ጠቐምቲ ስለ ዝኾንኩም እና ኣዘኻኸርኩኹም ዝገድፈኩም ሓውኹም ተስፎም'የ ባይ ባይ።